ሰላምኩም የብዝሓዮ ድሕሪ ሓጺር ዘይብሃል እዋን እንደገና ተራኺብና ብፍቓድ ፈጣሪ ፈጣሪ ይመስገን እዚ ፕሮግራም ወትሩ ሓሙስ ዝቐርብ ኾይኑ ዓሰርተ ካብ ሕልምታትኩም እንፈትሓሉ ወይ እንትርጉመሉ ፕሮግራም እዩ ክሳዕ ኣነ ማይ ዝሰቲ እንቋዕ ድሓን ተመለስካ ክትብሉኒ ጽንሑ ኮመንት ሃየ በሉ ንጀምር። ጻዕዳ መኪና ሒዝካ ምዝዋር ሓሊመ ይብል ሙሉእብርሃን። ጻዕዳ መኪና ሒዝካ ምዝዋር ማለት ቅንዕና ንጽህና ዝመልኦ ህይወት ትመርሕ ኣለኻ፣ ሓላፍነት ናይ ነብስኻ ብዓልኻ ተሰኪምካ ትኸይድ ኣለኻ ማለት እዩ። ጽቡቕ ሕልሚ እዩ። እግርኻ ምንቃዕ እባ ንበሩኒ ትብል ሜላት እግርኻ ምንቃዕ ደኣ ነዊሕ መንገዲ ብዘይ ዕረፍቲ መጺኪ ኣለኺ ጾር ናይ ሓላፍነት ይኸብደኪ ኣሎ ናብራ ክብዳሃኪ ይፍትን ኣሎ እዚ ሕልሚ እንታይ ይብለኪ ኣሎ መስለኪ ሜላት ሓፍትና ተመሊስኪ ነብስኺ ርኣዪ። ዝመቓቕል ሓላፍነት እንድሕር ኣሎ ምምቕቓል። ነዊሕ ጉዕዞ እንድሕር መፂእኺ ንእሽተይ ንስምዒትኪ ንንፍስኺ ኣለይ መለይ ምባል። ተመሊስኪ ነብስኺ ርኣዪ። እንቋቁሖ ሰብ እንክህበካ እንታዩ ትብል ገነት? እንቋቁሖ ንውላድ ሃፍቲ ፍርያምነት'ዩ ዝውክል። እቲ ዝህበኪ ዘሎ ሰብ እትፈልጥዮ እንድሕር ኮይኑ ድማ ካብቲ ሰብ ተረባሒት ወይ ተጠቃሚት ክትኾን ኢኺ ማለት'ዩ። ሮቢ ወርቁ ልቡ ኣብ ዝጸሓፈልና ኮመንት ከምዚ ይብል ሰላም ብጻይ ሕልሚ ሓሲኻ ተተናጊርካ ሸውዓተ ቤተ ክርስትያን ከም ዘፍርስካ እዩ ሕልሚ ማለት ህያብ ናይ ኣምላኽ ኮይኑ ንበዓለ ነቢ ዳንኤልን በዓለ ነቢ ኢሰያስን ካልኦትን ዝተዓደለ እዩ ኣነ ውን ናብ ሎሚ ዘውገሐ ከም ዝስዕብ ሓሊመ ናብ ገዛይ ጸሊም ተመን ኣትዩ ከይወጽእ ኣሸጊሩኒ ወላ ደገ ተወጸኹ ብእግረይ ሓሊኹ ሒዝኒ ብዘይ ገለ ጉድኣት ግን ሪሒቁለይ ነዚኣ ውን ገለ በለኒ ሮቢ ወርቁ ልቡ ሕልምኻ ጥርንፍ ኣቢለ ኣብ ሓደ ክነግረካ ኣብ ዙርያኻ ዝርከብ ሰብ ንስኻ ጽቡቅ ጌርካ ትፈልጦ ግን ከኣ ኣባል ፋሚልኻ ዘይኮነ ምሒር ቅንኢ ናትካ ኣሎ ምሒር ጽልኢ ናትካ ኣሎ ሓሳድ ናትካ እዩ ንስኻ ንኸይትዕወት ንስኻ ንቕድሚት ንኸይትግስግስ ንዓኻ ንምዕንቃፍ ስርሐይ ኢሉ ዝተተሓሓዞ ሰብ እዩ ንስኻ ግን ፈጣሪ ብዝሃበካ ጥንካረ ጠንካራ ስለዝኾንካ እዚ ኹሉ ናቱ ድኻም ናቱ ጻዕሪ ናቱ ሃለኽለኽ ኮንቱ ኮይኑ ክተርፍ እዩ። እዛ ናይ ኣቦታትና ዘረባ ክነግረካ ሓወይ ኢልካ ሰብ ኣይትእመን ድሙኻ እኳ። ተምጽኣልካ ተመን ያእ ኣብ ዙርያኻ ዘለው ሰባት ያእ በቃ ኸምዚ ኣቦታትና ዝበልዎ እዩ ጥንቅቅ ኢልካ ምርኣይ ኸድሊ እዩ። ባህታ ከምዚ ትብል መጀመርያ ስለቲ ናይ ሕልሚ ዝነገርካና ብጣዕሚ ኢና ነመስግነካ ብምቅጻል ብሕልሚ ሰብ ክጸርፈካ ኮሎ እንታይ ዩ ክቡር ሓውና ክብረት ሃበለይ ባህታ ሓፍተይ ኣነ ውን የመስግን ኣብ ሕልሚ እቲ ጸርፊ ዘይኮነ እቲ ንስኺ ትህብዮ ግብረ መልሲ ዩ ሞር ኣገዳሲ ግን ኣብኡ ከለኹ ብሓፈሻ ክዛረብ እንድሕር ኮይነ ሰልስተ ነገራት ክጠቅስ ሓደ ዝጽርፈኪ ሰብ እንድሕር ሪኢኺ እቲ ሰብ እቲ ሱቕ ኢሉ ለፍላፊ ዩ ምንም ምያ ዘይብሉ ሰብ ዩ ካልኣይ ነገር ትጽረፊ እንድሕር ኮይንካ ኣብ ሕልሚ እሱ ከኣ ብዛዕባኺ ዝገልጽ ዘሎ ኮንፊደንስ ውሒዱኪ ኣሎ ሳልሳይ ነገር እንድሕር ደኣ ኣብ ሕልሚ ተጸሪፍኪ ተዋሪድኪ ራህዋኺ ቀሪቡ ኣሎ ማለት እዩ ድሕሪ ንእሽተይ መከራ ኣላ ራህዋ ንምባል ዊን ይመጽእ እዩ። ኤደን ከምዚ ትብል ኣብ ሕልሚ ኤረትራ ተመሊሰ ስድራይ ዳስ ተኺሎም ቡዙሕ ሽሻይ ቀሪቦም ጸኒሖምኒ ሰላም ኢለዮም ድሕሪኡ ኣብ ገዛ ኣትየ ኣብ መሬት ኮፍ ኢለ መግቢ እንዳበላዕኹ ኣብ ዓራት ኮፍ ኢሉ ጀለብያ ተኸዲኑ ሓደ ሰብ ይርእየኒ። በጃኻ ፍትሓለይ እሺ ኤዱ ሓፍትና። ናፍቖት ናይ ሰደራ ኣለኪ ተመሊስኪ ኣብ ገዛኺ ክትማሙቒ ትደልይ ኢኺ ሃረርታ ኣለኪ እንድሕር ደኣ ናብ ዓድኺ ተመሊስኪ ናብ ፋሚሊኺ እንድሕር ተመሊስኪ ኩሉ ነገር ከም ዝረኣኽዮ እዩ ክኸውን እዚ ሕልምኺ ጽቡቕ እዩ ጽቡቕ ሕልሚ እዩ። እታ ንእሽተይ ክትዛረብ ትኽእል ነገር እዚ ኣብ ዓራት ኮፍ ኢሉ ዝርእየኪ ዝነበረ ሰብ እዩ። እሱ ከኣ መን ክኾን ይኽእል መስለኪ? ቅድም ምሳኺ ሪለሽንሽፕ ዝነበሮ ሰብ ግን ከኣ ፋይሉ ብዝግባእ ዘይተዓጸወ ወይ ከኣ ዘመድኪ። ባህሪኡ ከኣ ቀናእ እዩ። ወላ እውን ገለ ነገር ተዛሪቡ ስምዒትኪ ክትንክፈኪ ይኽእል ይኸውን እዩ። ግን ኣብ ባይታ ዘምጽኦ ለውጢ ወላ ሓንቲ የብሉን። በርከ ኣብ ሕልሚ ወላ ሓንቲ ክገብር ኣይረኣኽዮን። ዓቕሚ የብሉን። ስለዚ ዘረብኡ ሸለል ኢልከ ብምሕላፍ ሰላም ክረኸብ እዪ። ሰለስተ ክሻ ፈሓም ኣብ ሕልመይ ርእየ ትብል ብርሃን። ፈሓም እንድሕር ሪእኺ ንዝኾነ ነገር ወይ ንገለ ነገር ትዳለዉ ኣለኺ ማለት እዩ ወይ ድማ ናይ ገለ መዳይ ወይ ናይ ገለ ነገር ዓቕምን ብቕዓትን ኣለኪ። እቲ ሰለስተ ዝበልክዮ ከኣ በዚ ዘለኪ ዓቕምን ብቕዓትን ኣብ ተግባር እንድሕር ኣውዒልክዮ ወይ ከኣ ነዚ እትዳለውሉ ዘለኺ ነገር ኣብ ተግባር እንድሕር ኣውዒልክዮ ኣድማዒት ከም ትኾኒ ኣትራፊት ዕውትቲ ከም ትኾኒ እዩ ዝነግረኪ ዘሎ። ብኻልእ ኣተራጉማ ከኣ እቲ ሰለስተ ዝረኣኽዮ ክሻ ወይ መሸማዕ እቲ ዝገጥመኪ ዘሎ ዕድላት ሓንሳእ መጺኡ ዝጠፍእ ዘይኮነ ዝደጋገም ከም ዝኾነ እዩ ዝነግረኪ ዘሎ። መልእኽቲ ናይዚ ሕልሚ እንታይ እዩ እንድሕር ኢልክኒ ኣክሽን ምውሳድ እዩ። ያዕ! ተወግሶ ወሲድኪ ኣብ ተግባር ኣውዕልዮ። ብሓይሊ ፈጣሪ ከኣ ዕውቲ ክትኾኒ ኢኺ። ኣብ ናይ ቴሌግራም ጉሩብ ሕልሚ ምፍታሕ ፍልጠት ቲቪ ዝብል ወጋሕታ ሓፍትና ከምዚ ትብል። ሰላም ሓወይ እዛ ናተይ ሕልሚ ከይትሓልፋ እንተሪኢኻያ ንዕልተይ ነብሰጾር እያ ድንን ኢላ ኣብ ማእከል ሰብ ፍሓም ትሓጽብ ፍሓም ትሓጽብ እሞ ኣነ ኸኣ ድንን ኢልኪ ኢለ ነቲ ፍሓም ሓጺበ ይሰጥሓላ ወጋሕታ ሓፍትና እዛ ንዕልትኺ ክብድ ዝበለ እዋን ተሕልፍ ኣላ ክትኸውን ትኽእል እያ። ጥንሲ ጾር እዩ። ድንን ምባል ካልእ ጾር እዩ። ፍሓም ትሓጽብ፣ ፍሓም እሞ ተሓጺቡ መኣስ ዝጸሪ። ስለዚ እዛ ንዕልትኺ ክብድ ዝበለ እዋን ተሕልፍ ኣላ ክትኸውን ትኽእል እያ። እቲ ጥንሲ ናይ ቤተሰብኪ ስለ ዝኾነ እቲ ጉዳይ ንዓኺ እውን ይምልከተኪ እዩ። እቲ ጉዳይ ናይ ስድራቤት ክብሪ ነካእ ክኸውን ይኽእል እዩ። እዛ ንዕልትኺ ሕፍረት፣ ውርደት ዝኣመሰሉ ነገራት ገጢሞማ ክኸውን ይኽእል እዩ። ናይዚ ሕልሚ መልእኽቲ ግን ንዓኺ እዩ። ንስኺ ዓቕምን ብቕዓትን ስለ ዘለኪ ኣምላኽ ክትከላኸልላን ክትሽፍንላን እዩ ዝነግረኪ ዘሎ። ልክዕ ከምቲ ኣብ ሕልሚ ድንን ኣይትበሊ ኢልኪ ነቲ ፍሓም ሓጺብኪ ዝሰጣሕኽዮ ነዚ ናታ ጉዳይ እውን ክትከላኸልላን ክትሽፍንላን ትኽእሊ ኢኺ።